ሕጂ ሓንቲ ነገር ጥራይ ክሓተካ ኣብ ሂወትካ ካብ ኩሉ ንላዕሊ ዘፍርሕ ነገር እንታይ ይመስለካ? ሓደ ሰብ ብቕንዕና እናጠመተካ ብውሽጢ ግን እናላገጸልካን እናጠበረካን ክኸውን ከሎ ዘይምፍላጥካ'ዩ። ሕስብ'ሞ ኣብሎ እቲ ዝተጸጋዕካዮ ሰብ፣ እቲ ገንዘብካ ዘትሓዝካዮ መሻርኽትኻ ወይ ድማ እቲ ንዘልኣለም የፍቅረካ'የ ዝብለካ ሰብ ኩሎም ቃላቶም ንምድንጋር ጥራይ ዝተሰርሑ ማስክ እንተኾይኖምከ? ሎሚ ነቲ ማስክ ክንቀዶ ኢና። ሰባት ከይተዛረቡ ኣእምሮኦም ሃክ ክትገብሮን ሕቡእ ተንኮላቶም ቅድሚ ምኽሳቶም ክተንብቦምን ዘኽእለካ ናይ ኤፍቢኣይ ሰለልቲ ዝጥቀሙሉ ሚስጥር ክገልጸልካ'የ። እዚ ቪድዮ ክሳብ መወዳእታ እንተዘይርኢኻዮ ንመላእ ህይወትካ ዕዉር ኮይንካ ክትተርፍ ኢኻ። ደቂ ሰባት ቴስዓ ሚእታዊት ብስምዒትን ብዘይተነግረ ሳብኮንሸስ ወይ ድማ ንቑሕ ዘይኮነ እምሮ መልእኽትታትን ኢና ንምራሕ። ሎሚ ናብ ሓደ ፍሉይ ዓለም ክወስደኩም'የ። መብዛሕትኡ ግዘ ምስ ሰባት ክንዛረብ ከለና ኣብቲ ዝብሉና ቃላት ጥራይ ኢና ነተኩር። እቲ ሓቂ ግን ቃላት ሸውዓተ ሚእታዊት ጥራይ ካብቲ መልእኽቲ እዮም ዝሕዙ። እቲ ዝተረፈ ተስዓን ሰለስተን ሚእታዊት ኣብቲ ዘይረኣ ቦዲ ላንጉጅ ወይ ድማ ቋንቋ ኣካል ተሓቢኡ ኣሎ። ከምቲ እቲ ዓቢ ስነ-ልቦናዊ ተመራማሪ ዶክተር ኣልበልት ማህራቢያን ዘረጋገጾ፣ ሰባት ብውሽጦም ዝስምዖም ዘሎ ሓቀኛ ስምዒት ብገጾምን ብምንቅስቓሶምን እዮም ዘውጽዎ። ሎሚ ኣብዘን ውሑዳት ደቓይቕ The Art of Cold Reading ወይ ድማ ንሰባት ብዘይ ቃላት ናይ ምንባብ ጥበብ ክንመሃር ኢና። ካብ ደቂቕ ምስልታት ገጽ ወይ ድማ Micro Expressions ካብቲ ሓሰውቲ ዝጥቀሙሉ Eye Blocking ጀሚርና ክሳብቲ ሰባት ብዘይ ፍላጥ በእጓሮም ዘውጽዎ ናይ ሓቂ ስምዒት ክንትንትን ኢና። እዚ ፍልጠት እዚ ኣብ ስራሕኻ፣ ኣብ ፍቕሪ ይኹን ኣብ ማሕበራዊ ዝምድናታትካ ኢንቪዚብል ኣድቫንቴጅ ወይ ድማ ዘይረኣ ብልጫ ክህበካ እዩ። ከምቲ ዓቢ ሊቅ ሲግመንድ ፍሩድ ዝበሎ ሓደ ስጋዊ ፍጡር ሚስጥር ክሓብእ ኣይክእልን እዩ። ከናፍሩ ስቕ እንተበሉ ብኣጻብዕቱ ይዛረብ ኣሎ ኢሉ ነይሩ። ምኽንያቱ ስቕ እንተበልካ እኳ ኣካልካ ይዛረብ ኣሎ። ድሕሪ እዛ ቪድዮ ንስኻ ካልእ ሰብ ክትኸውን ኢኻ። ንቃላት ሰብ ጥራይ ዘይኮነስ ነቲ ኣብ ውሽጦም ዝዓረገ ሳይኮሎጂካል ብሉ ፕሪንት ወይ ድማ ስነ-ልቦናዊ ካርታ ክተንብቦ ኢኻ። ሓንጎልካ ክፉት ግበር ምኽንያቱ ካብ ሎሚ ጀሚርካ ንዓለም ብኻልእ ዓይኒ ክትርእያ ኢኻ። ቀዳማይ ክፋል The Face is a Map ወይ ድማ ገጽ ከም ካርታ እዩ። እዚ ኩሉ ሱፐር ፓወር ወይ ናይ ስጋ ለበስ ሓይሊ ኣይኮነን። እዚ Behavioral Psychology ወይ ድማ ስነ-ልቦናዊ ባህሪ ይበሃል። ገጽ ሰብ ካብ ዓሰርተ ሽሕ ንላዕሊ ዝተፈላለዩ ስምዒታት ከርኢ ይኽእል። እቲ ዓቢ ሊቅ ዶክተር ፓውል ኢክማም፣ ማይክሮ ኤክስፕሬሽንስ ወይ ድማ ደቂቕ ምስልታት ገጽ ዝበሎም ነገራት ክንመሃር ኢና። እዚኦም ካብ ሓደ እስካብ ዕስራን ሓሙሽተን ሰከንድ ንታሕቲ ዝጸንሑ ናይ ገጽ ምንቅስቓሳት እዮም። ሰብ ብፍላጥ ክሓብኦም ኣይኽእልን። ንኣብነት፣ ሓደ ሰብ ሓቂ ይዛረብ ኣለኹ ኢሉ ክምድር ከሎ፣ ንሓንቲ ቕጽበት ከናፍሩ እንተ ጸቢቦም ወይ ኣፍንጭኡ እንተ እንተንቀሳቒሱ፣ እቲ ሰብ ጽያፍ ወይ ቍጥዐ ይሓብእ ኣሎ ማለት እዩ። ሓሶት ካብ ሓቂ ንላዕሊ ንሓንጎል ይርብሾ እዩ። እዚ ኮግኒቲቭ ኦቨርሎድ ወይ ድማ ናይ ኣእምሮ ጸቕጢ ይበሃል። ስለምንታይ? ሓቂ ክትዛረብ ከለኻ ሚሞሪ ወይ ድማ ዝኽሪ ጥራይ ኢኻ ትጥቀም፣ ክትሕሱ ከለኻ ግን ሓንጎልካ ሓድሽ ታሪኽ ክፈጥር ኣለዎ። ነቲ ታሪኽ ምስቲ ሓቂ ከየጋጮ ክጥንቀቕ ኣለዎ። ከምኡውን ንስኻ ከይትጠራጠሮ ገጽካ ክቆጻጸር ኣለዎ። እዚ ኩሉ ስራሕ ንሓንጎል ስለ ዝኸብዶ ሓንጎል ሊኬጅ ወይ ፈሰስ የጋጥሞ። ማለት እውን ብዘይ ፍቓድካ ገለ ምልክታት ምውጻእ። እቲ ዝዓበየ ምልክት ኢንኮንግረንስ ወይ ድማ ዘይምጥዕዓም ይበሃል። ቃላትን ኣካልን ሓደ ዓይነት መልእኽቲ ክህቡ ኣለዎም። ሓደ ሰብ እወ እናበለ ርእሱ ቁሩብ ናብ ጸጋምን የማንን ተነቕኒቑ እቲ ኣካላቱ ኣይፋለይን ይብል ኣሎ ማለት እዩ። ንኣብነት ሓደ ዓርክኻ ካብ ቦርሳይ ገንዘብ ወሲድካ ዲኻ ኢልካ ሓቲትካዮ ንበል። እቲ ሓቀኛ ሰብ ኣይፋልን፣ ኣይወሰድኩን ክብለካ ከሎ ብቐጥታ ናብ ዓይንኻ ይጥምት፣ ድምጹ የበርኽ፣ ኣካላቱ ድማ ናባኻ ይጽጋዕ። እቲ ሓሳዊ ሰብ ኣነ ገንዘብካ ኣይወሰድኩን ኢሉ ነቲ ሓሳብ ምስ ተዛረበ ቀልጢፉ ኣፍንጭኡ ይትንክፍ

ሓቂ ኣብ ገጽና ተጻሒፉ ኣሎ፣ ግን ነቶም ከመይ ገይሮም ከም ዘንብቦ ዝፈልጡ ጥራይ ኢሉ ነይሩ። The Eyebrow Flash ወይ ድማ ምንቅስቓስ ቅርንብ ዓይኒ። ምስ ሓደ ሰብ ክትራኸብ ከለኻ ቅርንብ ዓይንኻ ንላዕሊ ቀልጢፉ እንተ ተቀሳቒሱ እቲ ሰብ ብሓቂ ተሓጒሱ ኣሎ ማለት እዩ። እዚ Non-Verbal Greeting ይበሃል። ኣይ ብሎኪንግ ወይ ድማ ዓይኒ ምዕጻው፣ ሓደ ሰብ ሕቶ ምስ ሓተትካዮ ዓይኑ ብኢዱ እንተ ደሪዙ ወይ ንነዊሕ ሰከንድ እንተ ዓጽዩ እቲ ሓሳብ ወይ ሕቶ ኣይተውሓጠሉን ኣሎ ማለት እዩ። ሳልሳይ ክፋል The Lower Body Truth ወይ ድማ ሓቂ ኣብ ታሕተዋይ ክፋል ኣካል። ብዙሕ ሰብ ንገጹ ክቆጻጸር ይፍትን ግን ሓደ ሚስጥር ክነግረኩም እቲ ዝበለጸ ሓቂ ዝዛረብ ክፋል ኣካልና ኣእጋርዮ። ስለምንታይ ንሕና ንገጽና ካብ ንእስነትና ጀሚርና ክንሓብኦ ንመሃር ኢና። ንኣብነት ኣይትቆጣዕ ይበሃለና። ኣእጋርና ግን ነብሲ ወከፍ ስምዒትና የንጸባርቖ። ዘሊድ ሌግ ወይ ድማ መሪሕ እግሪ። ምስ ሰባት ደው ኢልካ ክትዛረብ ከለኻ ጫፍ ሳእኒ እቲ ሰብ ናበይ ገጹ ኣቢሉ ኣሎ? ናባኻ እንተኾይኑ ንቃላትካ ይሰማዕ ኣሎ። ናብ ማዕጾ ወይ ናብ ካልእ ኣንፈት እንተኾይኑ ግን እቲ ሰብ ብኣእምሮኡ ካብቲ ቦታ ወጺኡ ኣሎ ማለት'ዩ። ፊት ሸፍሊንግ ወይ ድማ ምንቅስቓስ ኣእጋር፣ ሓደ ሰብ ቃላቱ ቀጻሊ ኮይኑ ኣእጋሩ ግን ይንቀሳቐሱ እንተለዉ እቲ ሰብ ይሕሱ ወይ ይጭነቕ ኣሎ ማለት እዩ። ስፔስ ኤንድ ቴሪቶሪ ወይ ድማ ቦታን ግዝኣትን፣ ሓደ ሰብ ኣብ ወንበር ኮፍ ኢሉ ኣእዳዉን ኣእጋሩን ኣስፊሑ እንተሃልዩ እቲ ሰብ ዶሚናንስ ወይ ድማ ዓብላላይነት የርኢ ኣሎ። ነብሱ ዘጨነቐ ሰብ ግን ኣካላቱ ይእክብ።

ብሓቂ ዝተራዳድኡ እንተኾይኖም ብተፈጥሮ ሓደ ዓይነት ምንቅስቓስ ይገብሩ። ንስኻ ሓደ ሰብ ብኣኻ ተመሲጡ ምህላዉ ክትፈልጥ እንተደሊኻ ብምስጢር ንስኻ ሓደ ምንቅስቓስ ግበር፣ ንኣብነት ኢድካ ኣንቀሳቕስ። እቲ ሰብ ድሕሪ ሰላሳ ሰከንድ ተመሳሳሊ እንተገይሩ ሳብኮንሸስ ራፐርት ወይ ድማ ንቑሕ ዘይኮነ ምትእምማን ተፈጢሩ ኣሎ ማለት እዩ። ዘ ቮካል ቶን ወይ ድማ ቃና ድምጺ፣ ቃላት ሸውዓተ ሚእታዊት ጥራይ እዮም መልእኽቲ ዘመሓላልፉ፣ ሰላሳን ሸሞንተን ሚእታዊት ድማ ቃና ድምጺ ወይ ድማ ቶን ኦፍ ቮይስ እዩ። ሓደ ሰብ ጽቡቕ ኣለኹ ክብል ከሎ ድምጹ ኣብ መወዳእታ እንተደይቡ ንርእሱ ይሓትት ኣሎ ወይ ይጠራጠር ኣሎ ማለት እዩ። The Power of Silence ወይ ድማ ሓይሊ ስቕታ። ሓደ ሰብ ሓቂ ይሓብእ ከም ዘሎ እንተ ጠርጢርካ፣ ምስ መለሰልካ ስቕ ኢልካ ጠምቶ። ሰባት ንስቕታ ስለ ዝፈርሑ፣ ነቲ ስቕታ ንምምላእ ተወሳኺ ነገር ክዛረቡ ይጅምሩ። ኣብቲ ግዜ እዩ ድማ እቲ ሊኬጅ ወይ ምስጢር ዝወጽእ። ሓምሻይ ክፋል፣ Spotting Deception፣ ወይ ድማ ሓሶት ምፍላይ። ሓሶት ከመይ ጌርና ንፈልጥ? ሓሰውቲ መብዛሕትኡ ግዜ ኮግኒቲቭ ኦቨርሎድ ወይ ድማ ናይ ኣእምሮ ጸቕጢ የጋጥሞም እዩ። ስለምንታይ? ሓቂ ንምዝካር ቀሊል እዩ፣ ሓሶት ንምፍጣር ግን ሓንጎል ብዙሕ ስራሕ ይዓዪ። ዲስታንስ ላንጉጅ ወይ ድማ ርሕቀት ቋንቋ። ሓደ ሰብ ይሕሱ እንተሃልዩ ኣነ ካብ ዝብል ቃል ይርሕቕ። ንኣብነት፣ ገንዘብ ኣይወሰድኩን ኣብ ክንዲ ምባል እቲ ገንዘብ ዝበሃል ነገር ኣይተተንከፈን ክብል ይኽእል፣ ነብሱ ካብቲ ተግባር የርሕቖ ኣሎ። Touching the nose ወይ ድማ neck፣ ኣፍንጫ ወይ ክሳድ ምትንካፍ፣ ስነ-ልቦናዊ መጽናዕትታት ከም ዘርእይዎ፣ ሰብ ክሕሱ ከሎ ናይ ኣፍንጭኡ ቲሹ ወይ ድማ ጭዋዳታት ብደም ይረግኡ፣ እዚ ድማ ቁሩብ ዘሕክኽ ስምዒት ይፈጥር። The fake smile ወይ ድማ ናይ ሓሶት ሰሓቕ፣ ፍሽኽታ ካብ ጭዋዳ ዓይኒ እዩ ዝጅምር፣ ዓይኑ ዘይተኾማተረ ፍሽኽታ፣ ማስክ፣ ጥራይ እዩ። እዞም ሎሚ ዝተመሃርናዮም ጥበባት ንሰባት ንምጥቃዕ ዘይኮኑስ ዝያዳ ንምርዳእን ጽቡቕ ርክብ ንምፍጣርን ክንጥቀመሎም ይግባእ። ሰብ ክተንብብ ከለኻ ኩነታት ርእ። ሓደ ሰብ ኣእዳው ስለ ዝሓኸኸ ጥራይ ኣይተቖጥዕን፣ ምናልባት ቁሪ ይስምዖ ይኸውን። ኩሉ ግዜ ጥምረት ምልክታት ርእ። እዚ ትምህርቲ ህይወትኩም ክቕይሮ ተስፋ እገብር። እዚ ቪድዮ ሎንግ ተርም ትምህርቲ ስለ ዝኾነ ደጋጊምኩም ብምርኣይ ነቶም ምልክታት ኣብ ሰባት ተዓዘቡዎም። ንዛ ቪድዮ እንተፈቲኹማ ላይክ፣ ስድራ ናይዚ ቁምነገር ቻነልና ተዘይኮይንኩም ድማ ስብስክራይብ ብምግባር ኣባል ስድራቤትና ይኹኑ። ኣብ ዝቅጽል ብኻልእ ቪድዮ ክሳብ ንራኸብ ሰላም ቅነ።